ተረጋጋ ወደ ደም አለ ወስ አጆካ
እንተዐይ ኣነ ስብሓት ብጣዕሚ እየ ከምዚ ብጣዕሚ ከምዚ እየ ፈቴካ ኩል ነገርካ ደስ ኢልካ ነርካ ሕጂ ግን ብጣዕሚ ከምዘይተፀብኡ ከምዘይተፀብኹካ ትኾን ኣለኻ

እወ ያው ማንነተን ተሓዘና ክነግረልካ ትበሊ ን- እዝኒ እዝኒ ስማዕ ትስማዕ ትያዝስ የኣፍካ ኣፍካ ስቕ ትበለለይ ሓንታ ተዛረቢ ወይ ሰብ ዝኸበርኩም ተዓዘብትና ንሕና ኣብዚ እኮ ወላ እንተተላለና እቲ ናትና እቲ ናይ ክልቲኣትና ጉዳይ ግን ብውሽጢ እዩ ኣብዚ ምሳኹም ዘተኣሳስር የብሉን ስለቲ ተዕዘቡና ግን ስለቲ ናይ ምርሳን ወይ ከዓ ናይቲ ናይ ናይ ዕግርግር ላይፍ ሪኢኹም ናብዚ ሰባት ምእካብኩም ግን ብጣዕሚ ኢና ነመስግነኩም ካልእ ትረፍሲ ኣብዚ ዝተቆፀሩ ሰባት እዮም ብናቶም ካልእ ትረፍሲ ኣብዚ ሰባት ዝቆፀሩ ሰባት እዮም ብናቶም ናይ ብሓቂ ኣትዮም ዘለዉ ተረዲኻኒ ኩሎም እቲኦም ካልኦት ፌክ ኣካውንት መን እዩ እቲ ሰብ ኣብ መን እዩ ኣትዩ ዘሎ ናቱ ገፅ ክትርኢ ኣይትኽእል ስም ናቱ ኣይትፈልጥ ገለገለ ተረዲኻኒ ነዚኦም ዲኻ ሕጂ ናይ ብሓቂ ትዛረበኒ ዘለኻ ነዚኦም ክተሐጉስ ኢልካ ስምዕኒ ፌክ ኣካውንቱ ገለገለ ትብሊ ኣለኺ ስምዕኒ እሞኒ ፌክ ኣካውንት እዮም ገለ ትብሊ ኣለኺ ተረዲእኪ እዚኦም ግን ፌክ ኣካውንት ዘይኮኑ ክረዳእኪ ናይ ልቢ እዮም ንሓቂ እዮም ብሓቂ እዮም መጽኦም ዘለዉ ዝኾነ ይኹን ኣብዚ ወላ ሓደ ሰብ ከምኡ የለን ስኺ ፌክ ኣካውንት እዩ ናትኪ ፌክ ኣካውንት ሲ ንስኺ ኢኺ እምበር እዚኦም ኣይኮኑን ነዚኦም ፌክ ኣካውንት ትብልዮም ተሃሊኺ ሓደ ነገር ንስኺ ከረዳእኪ ነብስኺ ፈትሸያ ኣነ

መቸም ደሓን እንታይ ክብለካ ኣነ
ኪስሚ እተው ብለኪ ኣለኹ ነረጋጋእዮ ንህዝቢዛዕባ ተዘይ ኮይኑ ኪድ ውፃእ ከምቲ ክብረትካ ዝሕለልካ ክብረት ይሓለሉ ተዘይ ኮይኑ ኪድ ውፃእ በቃ ኣኽለካ ተወዲኣ ኣኽቢረካ ብስነስርዓት ፅናሕ ክነግረካ ንሓወይ ኣውፅኤልካኒ ኣውፅኤልካ ኣኽቢረካ ስኢለ ክሰምዓካ ፀኒሐ ደድልየካን ዘድልየካን ክትዛረብ ተረዲኻኒ ካብኡ ዝሓልፍ ግን ስቶፕ ክወስድ እዩ

እባ ኣብ ቅድሚ ኣምላኽ ስቅሬ ተዛረብያ።
በጃኺ ወይ ሓቂ ንገርዮ ኣይደልየካን እየ በልዮ ብሓቂ ኣፍቂሩኪ ናይ ልቡ እንዳተዛረበ እሞ ከኣ ስራሕ እንዳኸደ ኣብ መንጎ ስርሑ እንዳተዛረበኪሲ ቁሩብ ኣይትርድእዮን።
ፊሊ ሰላም ም በሊ ብድመርሳ። ሰላም ሞኒ ኣነ ማራ እንዲዩ ተሰሚዕኒ ታሕቲ ኮይነ ክሰምዕ ጸኒሐሲ እሞ ኣነ ልበይ ሕጅስ ታይ ሕማቅ ዝገበርኩ ነገር ኣለኒ ሕማቅ ሕማቅ ክዛረብ ደሊየ ታይ ኣይገበርክዮን ገይረ ኖኖኖ ሕማቅ ኣይገበርክን እንዲኺ ጊን ተፍቅርዮ እንተኾንኪ ከይንስእኖ እባ ጽባሕ ንግሆ ዝሓውና ከኣ ተፍቅርዮ ኔኪ ትደልዮ ከምኡ ዓይነት ኣንፈተይ ትሃብዮ። ኦኬ ከምኡ እንድሕር እንድሕር ዘይተፍቅርዮ ኮንኪ ኣየፍቅረካን እየ በልዮ እንድሕር ተፍቅርዮ ኮንኪ ከኣ እያ የፍቅረካ።
እሞ ንዐ እሞ ካብ ሓንቲ ግዜ ናብ ሓንሳብ ላይፍ ኣቲና እዚኣ ካልኣይቲ መዓልትና እያ ኣነ ከኣ እንታይ ይብል ኣለኩ ናተይ እዚ ናተይ ናተይ ፍሪባት ነገር ስለዝኮነ ምሳይ ብኖርማል ደውለለይ እሞ ካብዚ ላይፍ ወፂና ንዳወል እሞ ሽዑ ክብለካ ዲከ ትደልዮ ዲኺ ኖ ኣይደልየኒ ኣይደልየካን ክትብለየኒ ክፀኒሕኪ ኣነ ንስኻንሲ ደራኽብ ጉዳይ የብልናን ብዛዕባ ፍቕሪ ብዛዕባ ኣሕዋት ተዘይኮይኑ ኢልኪዮ ሓንቲ ወይ ተረዲእኽኒ ሕጂ ከዓ መን ኣይበልኩን ኢልኪ እምበረይ ኢልኪ ሓንቲ ወይ ሕጂ ከዓ ስኒ እ፣ እንድሕር ብዛዕባ ሕውነት ጥራሕ ትርእዮ እንድሕር ኮይንክኒ ዕንዱ ንገርዮ እኺ ኣነ ብሕውነት እየ ዝርእየካ በልዮ ንሱ ካልኡ ከናዲ ተረዲእኽኒ እንድሕር ብዛዕባ ፍቅሪ ትርእዮ ተኮንኪ ከኣ ኖርማል እያ የፍቅረካ እየ ጊን በቃ ብውሽጢ ንግበሮ በልዮ ዕንዱ ናይ ፕሪባ ሰብ ኣይኮነን ዕንዱ ኣብ ሾሻል ሜዳ መጽዩ ምስ ሰብ ከካፍል ከማክረና እዩ ዝደሊ ሓንሳብ ቪድዮ ትከፍትልና ትክእሊ ዶ ኦይ ጽንሒ በሊ ኣብ ሻወር እየ ዘለኩ ሓንሳብ ጊን ክልተ ጥራይ ክዓጽዎ።

ኣብ ራይን እያ ሰቓቐ ዘለኹ ከዓ ጦረ ሻወ እየ ዝገብር ዘለኹ ዕንዱ ሰነ ስርዓት ግበር ዕንዱዋ ኮሚላትና ዋና ገዛ ግን በጃኺ ዮሳን ሕጂ ኣብ ሕማቕ ኩነታት ስለ ዘሎ ዕንዱ ስራሕ ዝኸይድ ስለ ዘሎ ኣብ መንጎ ስርሑ ፍቕሪ ከቢድ እዩ ቀሊል ነገር ኣይኮነን ኣነ ዋላ ዝኮነ ነገር እናገበርክ እየ በቃ ዝኮነ ሂወተይ እውን ከጥፍእ እየ ዝደሊ ብሰንኪ ፍቅሪ ተረዲእክኒ ኣነ ብጣዕሚ ኣፍቂረ ከማን ኣይፍለኽ ገርመትኒ መጀመርታ ግዜ ንዮ ሳን ዕንዱ እኮ ኣፍቂረ ኣብዛ ቲክቶክ ካብ ዝመፅእ ዮሳን ስምዕኒ ዕንዱ ኣብዛ ቲክቶክ ካብ ዝመፅእ በቃ ምሻሉ ኣነ እዚኣ ጓል ኣፍቂረ እያ ኢሉ ኣነ እውን ክንደይ ግዜ ይፈትወካ እየ ደስ ኢካ ትብለኒ ገለ ኢለ ገፅ ከሊእኒ ተረዲእክኒ ዋላ ክንደይ ኣዋልድ ኣብቲ ገዝኡ ድኣ ኣትዋ ንኩለን እዩ ገፅ ከሊእወን ቅድሚ ሕጂ ማለት እዩ ኣነ ከማን ንባዕለይ ተገሪመ ዋላ ፍሮሊዳሲ እዋ ዕንዱ ድኣ ካብ መዓስ ማራ ኣፍቂሩ ነዚኣ ጓልሲ ማዕረ ክንድኡ በቃ ዝሓመላ ዘሎ ገለ ገለ ኢላትኒ ማለት እዩ ሕጅስ ፕሊስ በጃኺ እንድሕር ዘይተፍቅርዮ ኮንኪ ኣየፍቅረካን እየ ተፍቅርዮ እንድሕር ኮንኪ ከኣ በቃ ሓራይ ብውሽጢ ንግበሮ ኢኪ ተረዲእክኒ ተፍቅርዮ ተኾንኪ ንገርና እሞ ብዘይ ሽሕ ሰብ ክሰምዖ ሽዑ ብውሽጢ ትገብርዎ ድሕር ሕጂ ኣይንደልየኩምን ናብዚ ክትማኸርዎ ክትዛረቡ

ትርጉም ዝበሃል የብሉን ኣነ ብልቢ ወላ ሓንቲ ከምዚ ኢለ ክዛረበኪ ከነ ኣም ሶሪ ማር ዮሳን ሲሪየስሊ ሕጂ ክዛረበኪ ሓቂ ኦኬ ናይ ብሓቂ እንድሕር ትፃወት እንድሕር ኣለኹ ኮንኪ ንገርዮ ክፃወት ኣለኹ በልዮ ተረዲእኽኒ እንታይ ተልክኒ ኣብ ዝኾነ ነገር ከይወድቕ ፅባሕ ንኮ ንዓኺ ዝኾነ ነገር ከይትወኪ ከምቲ ዝሓለፈ ማለት እዩ ናይ ካልኦት ሕጂ
ሶሪ እሞ ኣነ ሕጂ እንታይ ስለ ዝበልክ እንታይ ስለ ዝበልኩ እየ ሕጂ ንዕኡ ኣብ ሕማቅ ከውድቆ ኦኬ ጣጣ ማዕንዱ እንታይ ኣለዎ መሲልኪ ሓዲግ መዲግ እዩ ዘሎ ተረዲእኽን ንሱ ብዓይኒ ፍቅሪ ይጥምተክ ኣሎ ንስኺ ብዓይኒ ሕውነት ትርኢ ጥምት የለኽ በዚ ሓቂ ኣነ ዝተረዳኣኒ ማለት እዩ እንድሕር ብዛዕባ ሕውነት ጥራሕ ትርእዮ እንድሕር ኮንኪ የስ ብዛዕባ ሕውነት እየ ዝርእየካ እሞ በልዮ ንሱ ክቀስን እንድሕር ብፍቅሪ ትርእዮ እንድሕር ኮንካ ኣያ ኣነ ብፍቅሪ እየ ዝርእየካ በልዮ እንታይ ተልክኒ ዝኮነ ነገር እንድሕር ኣጋጢምዎ ንዓኪ ውን ክሃስየኪ ይክእል እዩ ተረዲእክኒ ኣለኪ ንስኩን ሓንቲ ገበርክን ሕጂ ብሓቂ ዲኩም ትዛረቡ ዘለኩም ናይ ብሓቂ ሲረስሊ እንድሕር ሓቂ ተኮንኩም ንስኩም ማለት እዩ ኣነ ናይ ብልበይ እየ ዝዛረብ ዘለኩ ተረዲእክኒ
ንዓይ ከኣ እቲ ዝገርመኒ ዘሎ ነገርሲ እንታይ እዋኖ ብሓንቲ መዓልትስ ከመይ ጌርካ ኢካ ንሰብ ተፍቅር እዚስ ናይ ብሓቂ ፍቅሪ እዩ
ፍቅሪ እኮ ን ሓንቲ መዓልቲ ክልተ መዓልቲ ብነካዮ ሳሚ ተረዲእክኒ ፍቅሪ ብሓንቲ ደቂቅ ክሕዘካ ይክእል እዩ ጣጣ ማዕንዱካ ለዋህ እዩ ፈቃር እዩ ንኩሉ እዩ ዘፍቅር
ወላ ኣነ እኮ እየ ለዋህ ወላ ኣነ እኮ እየ ፈቃር እወ ጊን ጣጣ ማዕንዱ ንኩሉ ሰብ እዩ ዘፍቅሮ ነዚ ሽሕን ሚእትን ሰባት ኣብዚ ዘለዉ ወላ ንዕኦም እዩ ዘፍቅሮም ተረዲእክኒ ምሽ ኣንቲኮም ኢልኪ እሱ እዩ ዘድልየና ሰብ እዩ ዘድልየና እዚ ህዝቢ እዩ ዘድልየና ምሽ ኢልኪ ራያ ካብ ገጹ እንብብዮ ቁሩብ ክትርድእለኪ እየ ወሰን ጓል ክንደይ ዓመት ዲኺ ዋእ
ናይ ዕድመ ገዲፍክስ ዝሃን ሰፊሕ ርእስስ ኣለኒ እወ እሞሲ ሰፊሕ ርእሲ ተለክስ ምሻሎ ብዕድመ ስኒ ድሕር ትሕቲ ዕድመ ድሕር ኮንካስ ኣተሓሳስባኻ ይቕየር እዩ ተረዲእኽኒ ግን ልዕሊ ዕድመ ድሕር ኮንክሲ በጃኺ ቁሩብ ተረድእዮ እንተዘይኮይኑ ከዓ የፍቅረካ ነበልዮ ስኻ ቅስን
ሕጂ የፍቅረካ እየ ዝብል ቃል ድኻ ካባይ ሰሚዕኻ ኮንካ?
ብውሽጢ ንግበሮ ስለ ዝበልክዮ ብውሽጢ ማለት ከኣኒ ካልእ ነገር እዩ ተረዲእኽኒ ዳስ ዋይ ንሱ ከም ተፍቅርዮ ጌሩ ዝወስዶ ዘሎ ወላ ጣጣ ኣይ የፍቅሮ ድዩ ኣየፍቅሮን ኣብዚ ኣይዛረብን እየ።
ንዑ ከማን ክብሎ እየ ፈቲካ ፀሊእካ ብዛዕባ ከምዚ ጉዳይ ኣብ ከምዚ ላይፍ ክንኣቱ ከለና ከይትዛረብ እንድሕር ትዛረብ ኮንካ ኣነን ንስካን ኣይንፋለጥን ኢና ኣይገድፈክን እዩ በቃ እሞ ሕጂ ደኣ መዓልቲ ከኣ ክእላ ኣይገድፈክን እዩ ንገርኒ ንሕና ከኣ ክንቀስን እባ ብዙሕ ተኸታተልቲ እኳ እዩ ዘሎ ይርዳእኪ ኣሎ ድዩ ሓቢብቲ ንሕና ከኣ ንቐስን ምሻ ኣሎ ባሃ ዒንዱን ዮሳን ሒዝዋ ገለ ኢልና ሲ ተስፋ ንገብር ሓውና ቀሲኑ ያማ ንሳ ክረዳእኪ ኣነ ከን ክረዳእኪ እሰኹም ክትቆስሉ እዚ ህዝቢ ክቀስን ኣነ በዚ በዚ ህዝቢ እዚ ሕሙም እየ ተረድኪ እቲ ሓቂ እየ ዝደሊ ኣነ እዛ ሰብ እዚኣ ብልክዕ ምሳይ ትቅጥል ተኾይና ተፍቅረ እንተኾነ ከምዚ ኣነ ፍቅር እያ ልቢ ሂበያ ዘሎ
መዓት ኔል መጤናኻ ዝገብር ዝነበረ ዝሓስብ ሰብ እዩ ሓቂ ዝዛረብ ዘለኹ ነዚ ኸኒ ኣጊዳ ያ ትንገረኒ በቃ ኣብ ቅድሚ ሽሕ ሰብ ንዓይ ትንገረኒ እቲ ሓቂ ንዓይ ትግለፀለይ እንድሕር ዘይከውን ተኾይኑ በቃ ኣነ ኸኒ ብዓለም ኣማፀምለይ መጀመርታ እዚኣ ትኾነካ ጥዕይቲ ሰብ እያ እዚኣ በቃ ፍቕሪ እያ እዚኣ ንዓኻ ኩሉ ነገራት እያ ከይትገድፋ ስለ ዝበሉኒ ኣሚነ ኣነ ኣትየያ ድቕድቕ ኢለ ልበይ ከነ ኣነ ሂበያ ማለት እዩ ምኽንያቱ ብዙሕ ፀገም ብዙሕ ኣብዚ ሕቆይ ገለመለ እጋረይ ነብሲ ኩሉ ተፃዒኑኒ ዝነበረ ኣብ ገዛይ መፅያ ምስ ዘመረትለይ ገለመለ ኩሉ ቀንጥጥ ኢሉ ኮይኑ ፈኹስኒ ዛስ ዋይ ሕጂ ተረዲእኪ ንሶም ከምኡ ምስ በሉኒ ኣነ ከን ቀልጢፈ በቃ ኣብቲ ነብሰይ ዝረኣኹዎ ብጣዕሚ በቃ ተሓጒሰ ማለት እዩ ሕጂ ንዓይ ትኾነ እንተኾይና ኣነ ትኾነኒ ኢለ ቦታ ሂበያ ኣሚነያ ኣፍቂረያ ኣለኹ ንሳ ከኒ እንድሕር ኮነኒያ እንድሕር ትብል ተኮይና ትንገረኒ ዘይኮና ተኮይና ከኒ ትንገረኒ በቃ መልሲ ትንገረኒ በቃ ንዓይ ንሳ እኮ ሓሳበይ ዕንዱ ሓወይ ኣነ እኮ ንሳ ዋው ዝዛረብ ዘለኹ ኣብዚ ክንደይ ፅቡቃት ኣወዳት መፂኦም እ፣ ትእትዎም ኣላ እሞ ከዓ ካል ነገር ካል ነገር ክ- ንዓኻ ክሰገዱኻ ስለ ዝኽእሉ ጣጣ ዓይነይ እ፣ ዋው በጃኺ የሳን ክትርድኡሉ ኣለኪ ተዘይኮይኑ ከዓ ኣቅብፅዮ እኺ ሰላም ክረክብ ዝሓውና

ኣነ ኢለካ እየ ንነብስካ ባዕልካ እንድሕር ናይ ብሓቂ ትዛረብ ኣለካ ኮንካ ማለት እዩ ነብስካ ባዕልካ ኣብ ዘይደሌ ሕማቅ ነገር ኣይተእትዋ ተረዲካኒ ቀዳማይ ነገር ነብስካ ባዕልካ እንዲካ ኣነ ከኣ ከምኡ ክርእየካ ብፍጹም ስለዚ ኢለካ እየ ኣብዚ ኣብዚ ደረጃ እዚ ከይበጻሕካ ምሳይ ውጻ እንዲ ካብዚ ላይ ውጻ እስከ ንዓ ብኖርማል እስከ ተዳወል ምሳይ ውጻ እስከ ካብዚ